ኣብ ክልል ትግራይ ዘጋጠመ ድርቂ ብውሱን መልክዑ ንምቅላል ዝተፈላለዩ ስራሕቲ እናተሰርሑ ምዃኖም ቢሮ ሕርሻት ክልል ኣፍሊጡ። ካብ ዜና ወፃኢ ኣሜሪካ ኣብ 2023 ኣቋፅ ኣውሮፓ ንዕዳጋ ወፃኢ ካብ ዘቕረበቶ ሽይጣታት ፃር ኩናት ልዑል ኣታዊ ምምዝጋባ ተገሊፁ። ሰላም ጥዕና ሃበለይ ክቡራት ተመልከትና ዜናታት ሰዓት ሒዘ መፂ ኣለኹ ምስ ዜናታት ኣነ ኣብርሃም ፍስሃየ ፈለማ ናብ ሓፀርቲ ዜናታት ኣብ ከተማታት እናወሰኸ ዝመፀ ቁፅሪ ሰብ ክሽከም ዝኽእል ቀረብ ኣባይቲ ንክህሉ ብምኒስትር ከተማን መሰረተ ልምዓትን ቆላሕታ ንክወሃቦ ተሓቲቱ ባይቶ ወከልቲ ህዝቢ ሳልሳይ ዓመት ዘበን ስራሕ መበል 12 ስሩዕ ኣኼቡ ሎማዕንቲ ተሳሊጡ ኣሎ። ኣብቲ መድረኽ ኣፈፃፅማ መደባት ፍርቂ ዓመት ሚኒስትር ከተማን መሰረተ ልምዓትን ገምጊሙ። ቋሚ ኮሚቴ ጉዳያት ከተማን መሰረተ ልምዓትን ትራንስፖርትን ኣብ ከተማታት ኣወሃባ ግልጋሎት ዘይምዝማን፣ ተሓታትነትን ግልፅነትን ኣሰራርሓ ዘይምህላዉ፣ ምስፍሕፋሕ ዘይሕጋውን ግዕዙይ ኣሰራርሓን ብምህላዉ ተገልገልቲ ቅርታ የቕርቡ ከምዘለዉ ተገሊፁ። ስለዝኾነ ነቶም ፀገማት ኣብ ምፍታሕ እቲ ሚኒስትር ጠመተ ክገብር ተሓቲቱ ኣሎ። ሚኒስትር ከተማን መሰረተ ልምዓትን ወይዘሮ ጫልቱ ሳኒ ኣብ ኣወሃባ ግልጋሎት ከተማታት ዝለዓሉ ሕቶታት ብምፍታሕ ዕግበት ተገልገልቲ ንምርግጋፅ ይስራሕ ኣሎ ኢለን። ቀዳማይ ሚኒስትር ኣብዪ ኣሕመድ ምስ ቀዳመይቲ ሚኒስትር ጣልያን ጆርጅያ ሜሎኒ ዘትዮም እቲ ዘተ ኣብ ክልቲኣዊ ዘባውን ኩለ መዳይ ጉዳያትን ጠመተ ዝገበረ እዩ እቶም ቀዳማይ ሚኒስትር ኣብ ማሕበራዊ ሚዲያኦም ኣብ ዘመሓላለፍዎ መልእኽቲ ነቲ ዝተገብረ ዘተ ኣመስጊኖም፣ እቲ ተጠናኺሩ ዝቐፀለ ርክብ ኣብ መንጎ ክልቲኤን ሃገራት እናማዕበለ ናይ ዝመፅእ ምትሕብባር መርኣያ ከምዝኾነ ገሊፆም። ኣብ መንጎ ኢትዮጵያን ጀርመንን ይትግበሩ ኣብ ዘለዉ ስራሕቲ ልምዓት ዝጠመተ ዘተ ተሳሊጡ እቲ ስራሕቲ ልምዓት ኣብ ትምህርትን ስልጠናን ፈጠራ ዕድል ስራሕ ምንካይ ድኽነት ዝትግበሩ ዘለዉ ስራሕቲ እዮም ተባሂሉ ኣሎ ሚኒስትር ስራሕን ክእለትን ሙፈርያት ካሚል ምስ ዳይረክተር ሚኒስትር ምትሕብባር ቁጠባን ልምዓትን ጀርመን ኣብ ምብራቕ ኣፍሪካ ፍሊፕ ኒል ውፅኢታዊ ዘተ ከምዝገበራ ኣብ ማሕበራዊ ሚዲየእን ገሊፀን። ኣብቲ ዘተ ኣብ ምትሕብባር ልምዓት እተን ሃገራት ቁልፊ ግደ ዝፃወት ዘሎ ምትሕብባር ቁጠባን ልምዓትን ጀርመን ንኢትዮጵያ ዝገብሮ ደገፍ ኣጠናኺሩ ንክቕፅል እቶም ዳይሬክተር ምግላፆም ተዛሪበን። ግልጋሎት ዜና ኢትዮጵያ ዝህነፁ ዘመናዊ ኮምፕሌክስ ሚዲያ ተመሪቑ ኣብ ስነ ስርዓት እቲ ምርቓ ከንቲባ ምምሕዳር ኣዲስ ኣበባ ኣዳነች ኣበቤ ሚኒስትር ግልጋሎት ኮሚኒኬሽን መንግስቲ ዶክተር ለገሰ ቱሉ ኣፈ ጉባኤ ቤት ምኽሪ ፌዴሬሽን ኣገኘው ተሻገርን ካልኦት ላዕለዎት ሓለፍቲ ስራሕ መንግስትን ተረኺቦም እቲ ኮምፕሌክስ ሚዲያ ዘመናዊ ቴክኖሎጂታት ዘማልአን ሰለስተ ናይ ቴሌቪዥንን ኣርባዕተ ናይ ሬድዮን ዘበናዊ ስቱድዮታት ዘካተተን እዩ ተባሂሉ። ኣብ ዝሓለፉ ሽዱሽተ ኣዋርሕ ሓደ ሚእትን ስሳን ትሽዓተን ሽሕን ክልተ ሚእትን ሰማንያን ሸሞንተን ዩኒት ደም ከም ዝተኣከበ ግልጋሎት ባንኪ ደምን ሕብረ ህዋስን ኢትዮጵያ ኣፍሊጡ። ኣብ ምእካብ ደም ባንክታት ደም መቱ፣ ሻሸመኔ፣ ወሊሶ፣ ኣዳማ፣ ኣምቦ፣ ቦንጋ፣ ኣሶሳ፣ ጅግጅጋ፣ ቢኪን ድሬዳዋን ዝሐሸ ከምዝነበራ ተገሊፁ። እቲ ኣፈፃፅማ ምስ ባህጊ ደለይቲ ደም ተሓከምቲ እንትነፃፀር እኹል ከምዘይኮነ ምክትል ዋና ዳይሬክተር እቲ ግልጋሎት ሃብታሙ ታየ ተዛሪቦም። ስለዝኾነ ወለንታውያን ለገስቲ ደም ቁፅሮም ክዛይድ ከምዝግባእ ሓቢሮም። ዝልግሱ ዝነበሩ ንክቕፅሉ ለጊሶም ዘይፈልጡ ኣብቲ ስራሕቲ ምድሓን ህይወት ንክሳተፉ ፃውዒት ኣቕሪቦም። ተመልከትና ሕዚ ድማ ብዝርዝር ናብ ዝሓዝናዮም ዜናታት ክሓልፍ ኣብ መንጎ ኢትዮጵያን ሶማሊላንድን ዝተበፅሐ ስምምዕነት ምሕዝነት ክልትኤን ሃገራት ብዝበለፀ ዘጠናኽር ልምዓት፣ ዕቤትን ሰላምን እቲ ዞባ ናብ ዝሐሸ ምዕራፍ ዘሰጋግርን ምዃኑ ተሓቢሩ። እቲ ስምምዕ ኢትዮጵያ ኣብ ቀይሕ ባሕሪ ኣፍደገ ባሕሪ ንምርካብ ዝጀመረቶ ሂብካ ኣብ ምቕባል ዲፕሎማሲ ዝተመስረተ ከምዝኾነ እውን ተገሊጹ ኣሎ። ኣባዲ ደመቀ ተወሳኺ ኣለዎ።
ኢትዮጵያ ሓዊሱ ብብርኪ ዓለም ኣርብዓን ኣርባዕተን ሃገራት ብብርኪ ኣፍሪካ ድማ ዓሰርተ ሽዱሽተ ሃገራት ኣፍደገ ባሕሪ ዘይብለን እየን። ካብዚኤን እተን ሰላሳን ሰለስተን ሃገራት ኣብ ከይዲ ዕብየት ዝርከባ እንትኾና ዓሰርተ ሰለስተ ድማ ኣብ ድኽነት ዝርከባ ምዃነን መረዳእታታት ዘመላኽቱ እንትኸውን፣ ኢትዮጵያ ብበዝሒ ቁጽሪ ህዝብን ስፍሓት መሬትን ሓዊሱ እታ ዝዓበየት ኣፍደገ ባሕሪ ዘይብላ ሃገር ምዃና ይንገር። ኢትዮጵያ ብዘለዋ ታሪኻዊ፣ ቁጠባዊ፣ ጂኦግራፊኣዊ፣ ዓሌታውን ሕጋውን መሰል ኣብ ዞባ ቀይሕ ባሕሪ ኣፍደገ ባሕሪ እትረኽበሉ ዕድል ዕጽው ዘይምዃኑ ተመራመርቲ እቲ ዓውዲ ይሕብሩ። ብዝሒ ህዝቢ ኢትዮጵያ ካብ ግዘ ናብ ግዘ እናወሰኸ ምምፅኡ መረዳእታታት ዘመላኽቱ እንትኾኑ ኣብ ዕስራ ሰላሳ ኣቆፃፅራ ኣውሮፓውያን ናብ ሚእትን ሓምሳን ሚልዮን ከምዝዓቢ ዝተኣመተ ኮይኑ ክንድዚ ዝኣክል ህዝቢ ዘለዋ ሃገር ብዘይ ኣፍደገ ባሕሪ ዝተረጋግዐ ቁጠባዊ ዕቤት ንምህናፅ ዘፀግም ከምዝኸውን ይግለፅ። ካብዚ ሓሊፉ ኢትዮጵያ ኣብ ዞባ ቀርኒ ኣፍሪካ እትርከብ ወሳኒትን ዓባይ ሃገርን ከም ምዃና መጠን በብግዚኡ ኣብቲ ዞባ ዝረ ዘይምርግጋዕን ወጥርን ኣብ ሰላም፣ ድሕንነትን ሃለዋትን እታ ሃገር ዝፈጥሮን ዘንጸላልዎን ሓደጋ ብቐሊሉ ርኢኻ ዝሕለፍ ከምዘይኮነ እውን ይግለጽ እዩ። ኢትዮጵያ በብዓመቱ ምስ ዓለም እትገብሮ መጠን ዕዳጋ እናወሰኸ ዝኸይድ ብምዃኑ ኣብ ዕስራ ሰላሳ ኣቆጻጽራ ኣውሮፓውያን ናብ ሰላሳ ሚልዮን ቶን ከም ዝዓቢ ዝተገመተ እንትኸውን፣ ብመዳይ'ዚ ኢትዮጵያ ንዓመታዊ ግልጋሎት ኪራይ ወደብን ትራንዚትን ብቢልዮናት ዶላር ዝቑጸር ወጻኢ ንምግባር ትግደድ እያ። ብሓፈሻ ኣፍደገ ባሕሪ ንኢትዮጵያ ወሳኒ ካብ ምዃኑ ንላዕሊ ህልውና ሃገር ዘውሕስ ብምዃኑ ቀዳማይ ሚኒስትር ኣብይ ኣሕመድ ኢትዮጵያ ኣፍደገ ባሕሪ ብመስርሕ ሂብካ ምቕባል ምስ ጎረባብቲ ሃገራት ብሓባር ንምልማዕን ንምዕባይን ዝዓለመ ከይዲ ኣብ ምፍጣር ኢትዮጵያውያን ብሓባር ክዝትዩ ከም ዝግባእ ምምልካት።
ገንዘብህ ከነምናምንህ በየትኛውም አጀንዳ ላይ ሰው እንደፈለገው እየተነጋገረ አንተ ግን ቀይ ባህርን የሚያክል ነገር እንደ አይዲያ መነጋገር ለምን ታቡ ይሆንብሃል? አትውሰደው ይቅር ግን ለምን አንነጋገርበትም? ኢትዮጵያ ኣብ ቀይሕ ባሕሪ፣ ኣፍደገ ባሕሪ ንምልማዕ ዘኽእል ዝተፈላለዩ ዲፕሎማሲያዊ ስራሕቲታት ብምውጋን ዕስራን ሓደን ሕዳር ክልተ ሽሕን ዓሰርተ ሽዱሽተን ዓመተ ምህረት ቀዳማይ ሚኒስትር ኣቢይ ኣሕመድ ምስ ፕሬዚደንት ሶማሌላንድ ሙሴ ቡሂ በሪ ባሕሪ ንምልማዕ ዘኽእል ስምምዕነት ኣብ ኣዲስ ኣበባ ምፍርራሞም ይፍለጥ።
በተደጋጋሚ ለህዝባችን ቃል በገባነው መሰረት። ብተደጋጋሚ ንህዝብና ቃል ብዝኣተናዮ መሰረት ኢትዮጵያ ካብ ዘለዋ ዓበይቲ ጉድለት ምልማዕ ቀይሕ ባሕሪ ምስ ኣሕዋትና ሶማሊላንድ ብዝተገበረ ሓበራዊ ስምምዕነት መተኣታተዊ ሰነድ ተፈራሪምና ኢና። ዝርዝር ምይይጣትን ስምምዓትን ክህልው እዮም። ብመሰረት ስምምዕና ምስ ሓው ህዝቢ ሶማሊ ላንድ ብሓባር ንምዕባይን እል መልዕሊ ሰነድ ይኸውን። ኢትዮጵያ ምስ ሶማሊ ላንድ ዝፈረመቶ ስምምዕነት ንሓምሳ ዓመታት እናተሓደሰ ዝቕፅል ምዃኑ መማኸሪ ብሄራዊ ደሕንነት ቀዳማይ ሚኒስቴር ኣምባሳደር ሬድዋን ሑሴን ኣመላኺቶም እዮም። በሶማሊ ላንድ ውስጥ ኢትዮጵያ የሚሊተሪ ቤዝ እና ኮሜርሻል ማሪታይም ኢትዮጵያ ወተሃደራዊ ቦታን ኮሜርሻል ማሪታይምን ንክህልዋ ይፍቀድ እዩ። እዚ ብሊዝ ንሓምሳ ዓመት ዝካየድ እዩ። ብመሰረት እዚ ኢትዮጵያ ወደብ ንክተልምዕ ኮሪደር በርበራ ብሰፊሑ ምጥቃም ዘኽእል ዕድል ብመንገዲ ብምትእስሳር ብዝበለፀ ትጥቀመሉ ዕድል ይፈጥር። እዚ ስምምዕ ክልቲኤን ሃገራት ኣብ ዕብየትን ልምዓትን ምብራቕ ኣፍሪካ ዓብዪ ቦታ ዝወሃቦን ኣብ ድሌት ህዝብታት መሰረት ዝገበረ ምዃኑ ፖለቲከኛታት ይሕብሩ። ተሓሲብኻ፣ ተተዛጋጂኻ፣ ተተዳሊኻ፣ ሓደ ነገር ክትሰርሕ ኢልኻ ድሌት ተሃሊካ ክትሰርሕ ከም እትኽእል፣ ካብኡ ከዓ እቲ ዜጋ፣ ሕብረተሰብ ናይቲ ሃገር ድሌት ዘቐደመን ክኾን ዝግብኡን ስራሕቲ ኣተኲርካ ክትሰርሕ ተለኻ ያው ነገራት እውን ከም ዝቐንዑ፣ ከም ዝሳኽዑ መርኣያ እዩ ማለት እዩ። ናይ ኢትዮጵያ ናይ ስትራተጂክ ሕቶ ክምልስ ዝኽእል ስለ ዝኾነ እታይ እዩ እሱ እቲ በሪ ባሕሪ ናይ እትረኽበሉ ዕድል ክፈጥር ዝኽእል እቲ ናይ ስምምዕ እንትን ስለ ዝኾነ ብጣዕሚ ኣብ ናይ ቀርኒ ኣፍሪቃ ይኹን ኣብ ንኢትዮጵያ ብዝበለፀ ንኢትዮጵያ ፅቡቅ ዓብዪ ምዕባለ ግምት ዓብዪ ግምት ክወሃቦ ዝኽእል ዓብዪ ምዕባለ ክንብል ንኽእል ኢና። ካብዚ ብተወሳኺ እቲ ስምምዕ ዝምድና ክልቲኤን ሃገራት ብዝበለፀ ዘጠናኽር፣ ሓበራዊ ልምዓት ዘረጋግፅ፣ ሰላምን ድሕንነትን ዘስፍን ሂብካ ኣብ ምቕባል ዝተመስረተ ምዃኑ ፖለቲከኛታት የረድኡ እዮም። ያው ምስ ጎረባብቲ ሃገራት ዘለና ርክብ ኣብ ምስጣም፣ ያው ሓቢርካ ናይ ምዕባይ፣ ናይ ምብልፃግ ዲፕሎማሲ እውን ስለ ዘለና እዚ እውን ንሰላም ንዕቤት መንገዲ ዝኸፍት ስለ ዝኾነ ያው ከምዘልኩካ ብዙሓት ሃገራት ኣክሰስ ባሕሪ ክብላ ከለዋ ጎረባብቲ ሃገራት እየን ዝጥቀማ ንሕና ከዓ ያው ምስ ሶማሊላንድ ያው ወደብ በርበራ ተጠቒምና ናይ ቐይሕ ባሕሪ ኣክሰስ ንረክብ ወይ ኸዓ ንኽንረክብ ንኽንጥቀም ስምምዕ ተገይሩ ማለት እዩ። ናይ ኢትዮጵያ ማለት እቲ ምስቲ ሶማሊላንድ ዝገበረቶም ስምምዓት ሕዚ ዝገበረቶ ስምምዕ ንኢትዮጵያ ዓብዪ ግምት ክወሃቡ ልኽእል እና ዓብዪ ዋጋ ዘለዎ ነገር ስምምዕ ስለ ዝኾነ እንደገና ናይቲ ናይ ኢትዮጵያ ህልውና ይኹን ናይ ኢትዮጵያ ብሄራዊ ጥቕሚ ከኽብር ዝኽእል ነገር ስለ ዝኾነ ኩሉ ግዜ ኣንፃር ረብሓ ኢትዮጵያ ጠጠው ዝብላ ሃገራትን ትካላትን ስለ ዘለው ናይዚኣቶም ተፅዕኖ ቀሊል ይኸውን ኢልካ ክውሰድ ኣይካልን ማለት እዩ። ተፅዕኖ ኣለዎ ማለት እዩ። ተፅዕኖታት ብኸመይ ሃንድል ይገበሩ፣ ብኸመይ ኢና ሃንድል ክንገብር ንኽእል ከም ሃገር ኢትዮጵያ ከም ሃገር ከም መንግስቲ እቲ ክመፅእ ዝኽእል ተፅዕኖታት ብምንታይ ኣግባብ ኢና ክንሕዞም ንኽእል? ክንኣልዮም ንኽእል ኣብ ዝብል እዩ እቲ ዋና ጠመተ ክግበር ዘለዎ እምበር ተፅዕኖ ዘይብሉ ነገር ክኸውን ኣይኽእልን። ኩሉ ግዜ እቲ ተፅዕኖስ ክመፅእ ይኽእል እዩ ዝብል። ኣብ መንጎ ኢትዮጵያን ሶማሌ ላንድን ዝተበፅሐ ስምምዕ ቀፃሊ ምይይጥ ብምክያድ ተወሰኽቲ ዝርዝር ስምምዓት ኣብ ውሽጢ ሓደ ወርሒ ንምፍፃም ምስምማዖም ኣምባሳደር ሬድዋን ሑሴን ምግላፆም ይዝከር።
ኣብ ክልል ትግራይ ዘጋጠመ ድርቂ ብውሱን መልክዑ ንምቅላል ዝተፈላለዩ ስራሕቲ እናተሰርሑ ምዃኖም ሓላፊ ርክብ ህዝቢ ቢሮ ሕርሻ እቲ ክልል ኣይተ ሚካኤል ምሩፅ ንኢቲቪ ትግርኛ ብስልኪ ገሊፆም። ይኹን እምበር ቅድሚ ሕዚ እውን ልዕሊ ሓደ ሚልዮን ዜጋታት ብሴፍቲኔት ዝመሓደሩ ምንባሮም ብምሕባር ምስ ክብደት እቲ ፀገም ተታሒዙ ሓገዝ ዝተፈላለዩ ኣካላት ከም ዘድሊ እቶም ሓላፊ ተዛሪቦም ናዝሬት በሪሁ ኣዘራሪባቶም'ላ፣ ከም ዝስዕብ ክቐርብ እዩ።
ናይ ድርቂ ኩነታት እንታይ ብምኽንያት ክግበረሉ ነገር ኣይኮነን። ተፈጥራዊ እንታይ ዝበሃል እዩ ተደራራቢ ፀገማት ዝበፅሐ ናይ ዝናብ ሕፅረታት ኣብ ሰለስተ ቦታታት ኣጋጢሙና ቅድም ኢልና ዝዲከርናዮ ወራር ይመፃና እዩ። ስለዚ ሕዚ እሱ ሚቲጌት ንምግባር ማለት ድርቂ ኦረዲ ተኸሲቱ እዩ። ስለዚ ነቲ ዝተኸሰተ ድርቂ ግን ንዕኡ ምምላስ ስለዘይከኣል እንታይ ኢኻ ክትገብር ዘለካ ኣብቲ ሕዚ ትሰርሖ ናይ ልምዓት ስራሕቲ ናይ መስኖ ስራሕቲ፣ ናይ ሃፍቲ እንስሳ ስራሕቲ ብስፍሓት ንምትእትታው ብፍላይ ከኣ ኣብዘን ስሞል ሮሚናንት ማለት ከም ደርሆ፣ ጤለ በጊዕ ዝኣምሰሉ ንሓረስታይ ካብ ዝተፈላለዩ ፓርትነራት እንዳሃብና እቲ ሓረስታይ ባዕሉ ከልምዐሉ ዝኽእል መንገዲ ኢና ንፈጥር ዘለና ማለት እዩ። ክልልና ከም ዝፍለጥ ቅድም ክብል እውን ልዕሊ ሓደ ነጥቢ ሓደ ሚልዮን ህዝቢ ብሴፍቲኔት ተረዳኢ ዝነበረሉ ክልል እዩ ወላ ቅድሚ ጦርነቱ ማለት እዩ። ስለዚ እሱ ከይተረፈ ዝተቋረፀሉ ኩነታት ነይሩ እዩ ወላ ሕጂ ጀማሩ እንተሃለወ ከም ሓገዝ ሕዚ ዝጀማመሩ ኣለዉ ምስ ናይ ከተማ ስራሕቲ ኣብ ናይ ገጠር ስራሕቲ ክንሪኦ ከለና ግን ላይክ ምስ ሕርሻና ዝተዛመደ ክርኢ ከለኩ ክንርኢ ከለና ሓገዝ ኣሎ ግን እቲ ሓገዝን እቲ ናይ ዘሎ ኣብ ትግራይ ጋፕን ግን ክልቲኡ ዝመጣጠን ስለ ዘይኮነ ማለት ህዝቢ ትግራይ ኣብዚ ሕዚ ሰዓት ብጣዕሚ ክሪቲካል ታይም እዩ ዘሎ በቲ ዝተኸሰተ ድርቂ ዝምልከቶም ናይ ሂማኒታሪያን ኤጀንሲስ ወይ ከዓ ናይ ሰን ምግባረ ሰናይ ትካላት ኣብዚ ከም ህዝቢ ከም ኣካል ህዝቢ ኢትዮጵያ ክሕገዝ ዝግብኦ ህዝቢ ስለዝኾነ ኣብዚ መዳይ ክሕግዙ ይግባእ። ካብ ወፃኢ ግን እቲ ናይ ሕርሻ ስራሕትና ክነሳልጥ ሕጂ እቲ ዋና ንሕና ከም ክልል ትግራይ እንታይ ኢና ንሓስብ ዘለና ብፍላይ ከም ሕርሻ ቢሮ ናይ ዓሰርተ ሓሙሽተ ኪሎ ስርናይ መፂኡ ናይ ዕስራ ኪሎ ስርናይ መፂኡ ንህዝቢ ምሕወይ ክኾን ኣይክእልን። እቲ ዋና እቲ ህዝቢ ብቐጥታ ናብ ስራሕ እንትኣትው እዩ። ስለዚ ናይ ልምዓት ስራሕቲ ክሳለጡ ግን ሓደ ኣብ ውሽጥና ዘለዋ ፕሮጀክታት ሙሉ ንሙሉእ ተግባራዊ ክኾና ዕላዊ ክኾና
ኣብ በጀት ዓመት 216 መንፈቕ ዓመት ካብ ንግዲ ወፃኢ መዓድን ልዕሊ 142 ሚሊዮን ዶላር ኣታዊ ምርካቡ ሚኒስትር መዓድን ኣፍሊጡ ኣብቲ መንፈቕ ዓመት ልዕሊ ሰለስተ ነጥቢ ሓሙሽተ ሚልዮን ቶን ስሚንቶ ክፈሪ ምኽኣሉ እውን ተመላኺቱ ኣሎ። ሚኒስትሪ መዓድን ኣፈፃፅማ ሽዱሽተ ኣዋርሕ ትልሚ በጀት ዓመት ክልተ ሽሕን ዓሰርተ ሽዱሽተን ምስ ዝምልከቶም ሰብ ብፅሒት ኣካላት ይግምግም ምህላው ተሓቢሩ። ኣብቲ እዋን ሚኒስትር መዓድን ኢንጂነር ሃብታሙ ተገኝ ከም ዝገለፅዎ ኣብቲ ዝተትሓዘ በጀት ዓመት ሽዱሽተ ኣዋርሕ ናብ ወፃኢ ዕዳጋ ካብ ዝቐርቡ መሸጣ ምህርቲ መዓድናት ልዕሊ ክልተ ሚእትን ኣርብዓን ሰለስተን ነጥቢ ክልተ ሚልዮን ዶላር ንምርካብ ተተሊሙ ልዕሊ ሓደ ሚእትን ኣርብዓን ክልተን ነጥቢ ትሽዓተ ሚልዮን ዶላር ኣታዊ ምርካብ ምኽኣሉ ተዛሪቦም። እቲ ኣታዊ ካብ ወርቂ፣ ታንታለም፣ ሊትየም ኦር፣ ገይፅ መይፅን መዓድናት ኢንዱስትሪ ናብ ወፃኢ ዕዳጋ ብምቕራብን ከም ዝተረኸበ እዮም ኣፍሊጦም። ኣብ በጀት ዓመት ክልተ ሽሕን ዓሰርተ ሽዱሽተን ኣብ ስራሕ ዝርከቡ ዓሰርተ ሓደ ፋብሪካታት ስሚንቶ ምዃኖም ብምግላፅ እቶም ፋብሪካታት ኣብ ዓመት ክሳብ ዓሰርተ ኣርባዕተ ሚልዮን ቶን ስሚንቶ ናይ ምፍራይ ዓቕሚ ዘለዎም ምዃኖም ተዛሪቦም። ዓመታዊ ድሌት ስሚንቶ ውሽጢ ዓዲ ሰላሳን ሽዱሽተን ሚልዮን ቶን እዩ ዝበሉ እቶም ሚኒስትር፣ ኣብቲ በጀት ዓመት ሽዱሽተ ኣዋርሕ ልዕሊ ሰለስተ ነጥቢ ሓሙሽተ ሚልዮን ቶን ስሚንቶ ክፈሪ ምኽኣሉ ሓቢሮም። ሕዚ ድማ ናብ ዜና ወፃ ክሰግር ኣሜሪካ ኣብ 223 ኣቋፅር ኣውሮፓ ንዕዳጋ ወፃኢ ካብ ዘቕረበቶ ሽይጣት ኣፅዋር ኩናት ብሓፈሻ 238 ቢልዮን ዶላር ብምሻጥ ልዑል ኣታዊ ምምዝጋባ ተገሊጹ ነቲ ሽይጣት ምውሳኽ ኲናት ሩስያን ዩክረይንን ልዑል ብፅሒት ከም ዘለዎ እውን ተሓቢሩ ኣሎ። መንግስቲ እቲ ሃገር ካብ ሽይጣት ኣፅዋር 81 ቢልዮን ዶላር ብቐጥታ ከም ዝተኣከበ ዝገለጸ ሚኒስትር ጉዳያት ወፃኢ ኣሜሪካ እዚ ድማ ኣብ 2022 ካብ ዝነበረ ኣታዊ ሽይጣት ኣፅዋር 56 ሚእታዊ ወሰኽ ምርኣዩ ተገሊጹ ኣሎ። እቲ ዝተረፈ ኩባንያታት ምክልኻል ኣሜሪካ ንሃገራት ወፃኢ ብቐጥታ ዝገብርዎ ሽይጣት ከም ዝኾነ ተሓቢሩ ክብል ቢቢሲ ጸብጺቡ። ክብራት ተመልከቲ ዜናታት ቅድሚ ምዝዛመይ ቀንዲ ቀንዲ ዜናታት እዚ ዕለት ከዘኻኽረኩም ቀዳማይ ሚኒስትር ኣብዪ ኣሕመድ ምስ ቀዳመይቲ ሚኒስትር ጣልያን ጆርጅያ ሜሎኒ ዘትዮም ኣብ ክልል ትግራይ ዘጋጠመ ድርቂ ብውሱን መልክዑ ንምቅላል ዝተፈላለዩ ስራሕቲ እናተሰርሑ ምዃኖም ቢሮ ሕርሻ ክልል ኣፍሊጡ። ኣብ ዜና ወፃኢ ኣሜሪካ ኣብ እስራኤል ሰናብ ሰለስተን ኣቋፅራዊ ፓም